ሄሎ ብሩኻት ኣሕዋት ከመይ ኣለኹም ኣብ ሂወትኩም ጥዕና ኣብ ስራሕኩም ኣሳልጦ ኣብ መዓልታዊ መደባትኩም ድማ ሕጉሳትን ሰባህታን ክትኮኑ ዘለኒ ምንዮት መወዳእታ የብሉን ሎሚ ብዛዕባ ሓንቲ ካብ ዘንበብኩዋ መፅሓፍ ዝረኸብኩዎ ብዙሕ ሰናይ ነገር ከካፍለኩም መዲበ ማለት እዩ እንሻላ ከዓ ትፈትዎ ትኾኑ ማለት እዩ እታ መፅሓፍ ብዳንኤል ከርነጊ ዝተባህለት ዝተፃሕፈት ኮይና ብእንግሊሻ እታ ፅሕፍቲ ማለት እዩ ናብ ትግርኛ ብናተይ ክገልፃ ፈቲነ ማለት እዩ ስቶፕ ወሪን ስታርት ሊቪን እያ ትብል እታ መፅሓፍ ከመይ ጌርና ካብ ኣብ ጭንቀት ካብ ምንባር ብሓፂሩስ ምንባር ምጅማር ማለት እዩ እቲ ብናተይ ትግርኛ ኣገላልፃ ማለት እዩ ስለዚ ከመይ ጌርና ካብ ጭንቀት ወፂናስ ምንባር ንጅምር ማለት እዩ ሰብሲ ዳርጋ ብዙሕ ግዜ ከም ሓወልቲ ኮይና ኢና ንኸይድ ዘለና ብፍላይ ኣብ ወፃኢ ንነብር ማለት እዩ የስሕቐኒ እዩ ሓደ ግዜ ሱቕ እና ከምዚ ተንቀሳቐሲ ሬሳ ዓይነት ኢና ማለት እዩ ብጣዕሚ ብዙሕ ንሓስብ ማለት እዩ ብዘሎን ዘየሎን ሕማቕ ማለት ኣይኮነ ሓሳባት ግን ስቱማች ነው የሃስየካ ንኣኻ የሃስየካ ንቤተሰብካ የሃሲ ነቶም ትዕብዮም ውሉድካ የሃሲ ወላ ንከባቢኻ እውን ይልክም እዩ ማለት እዩ ስለዚ እታ ንኣብነት ኣብ ነብሰይ ክመፅእ እዛ መፅሓፍ ቅድሚ ምንባበይ ማለት እዩ ቀደም ማለት እዩ ብዙሕ ነገራት የጨንቐኒ ነይሩ ዋላ ኣብ ዓዲ ከለኹ ማለት እዩ ሕጂ ንኣብነት ክልተ ሽሕን ሓሙሽተን ኣብነት እየ ክህበኩም ማለት እዩ ክልተ ሽሕን ሓሙሽተን ኣነ ካብ ትምህርቲ ክገድፎ ከለኹ ምስ የዕሩኽተይ ክንውስን ከለና እታ ትምህርቲ ምቁራፅ እሞ ስደት ምብጋስ ብጣዕሚ እየ ጭነቕ ነይረ ብዛዕባ እዚ ኩሉ ከይፈፀምክዎ ከለኹ ምስ ፈፀምክዎ ብዙሕ ነገራት ጭንቀት ነይሩ ማለት እዩ ከይፈጸምክዎ ከለኹ ምናልባሽ ዶ ይጠዓስ ይኸውን ዝብል ዳውትስ ኣብ ነብሰይ ማለት እዩ ትሕቱታት መጸኒ ነይሩ ማለት እዩ ምናልባሽ ዶ ካብቶም ዕርኽተይ ዶክተራት ክኾኑ እዮም ወይ ገለ ክኾኑ እዮም ኣነ ካብኦም ዶ ይተርፍ ገለ ዝብል ብዙሕ ነገራት ኣለኒ ማለት እዩ ኣብቲ ግዜ ማለት እዩ ምስ ገደፍክዎ እውን ክጠዓስ እየ ማለት እዩ ገለ ኢለ ብዙሕ መቸም ካብ ካብታ ትምህርቲ ዝገትፋ ንነዊሕ እዋን ብዛዕባ ትምህርቲ ይሓስብ ነይረ ማለት እዩ ሕጂ ሲ መወዳእታ ዶብ ዘይብሉ ሓሳባት ማለት እዩ ጭንቀት ነይርኒ ማለት እዩ ኣብ መወዳእታ እንተሪኢኻያ ግን ዋላ ሓንቲ ሕጂ እስከ ንምንታይ ይሓስብ ነይረ ኢለስ ሕጂ ይገርመኒ ንባዕለይ ማለት እዩ ንምንታይ እቲ ግዜ ከምኡ ኢለ እናሓሰብኩ እናተጨነቕኩ ነብሰይ ዝጎዳእኩ ኢለ ማለት ይሓስብ ማለት እዩ ስለዚ እዛ መጽሓፍ እዚኣ ንከምዚ ዝሓስቡ ሰባት ሓጋዚት እያ ማለት ኮይና ስለ ዝረኸብኩዋ መይ እውን ገለ ካብቲ ነጥብታት ክጠቅስ እየ ማለት እዩ ካብቲ እታ መጽሓፍ ዕብይ ዝበለት ስለ ዝኾነት ናይ ሸውዓተ ትሽዓተ ሰዓት እያ ግን ብሕፅር ዝበለ ገለ ካብታ ነጥብታት ዝወሰድኩዎን ወይ ጠቕማ ዝበልኩዎን ከካፍለኩም እየ ማለት እዩ እሱ ድማ ሕጂ ኣነ ኣብዚ ግዜ እዚ ብሓጺሩ ገለ ነገር ከጨንቐኒ እንድሕር ኮይኑ ኣብ ውሽጢ ሰላሳ ዕስራ ሰከንድ ናብ ቦታ እየ ድምለስ ምክንያቱ እንታይ እዩ እንታይ እቲ ምስጢር ዘጨንቐኒ ዘሎ ኢለ ንኣብነት ምስ ድፈትዎ ሰብ ወይ ገለገለ ድሕሪ ክስታይ ኮይነ እንድሕር ሓሪቐ ወይ ተባኢሰ ወይ ገለ ኮይነስ ክጭነቕ እንድሕር ጀሚረ ማለት እዩ ጠጠው የብላን ነብሰይ እንታይ እንታይ ከ ክገብር ይኽእል ማለት እዩ ሕጂ እታ እቲ ፀሓፋይ ቀንዲ እንታይ ይብል ዘሎ እንታይ እቲ ሽግር ቀዳማይ ነገር ፍለጥ ምፍላጥ ማለት እዩ እቲ ዘጨንቐካ ዘሎ ነገርስ ምፍላጥ ማለት እዩ ኣይደንቲፋይ ትገብሮ እንታይ እቲ ሕማምካስ ምፍላጥ ማለት ቀዳማይ ነገር ሕጂ ንኣብነት ኣነ ምስ ዓርከይ እንድሕር ተባኢሰ እለየስ ክፈልጣ ኣለኒ እንታይ እያ እታ ተጨንቐኒ ዘላስ ትርብሸኒ ዘላ ትህውኸኒ ዘላስ ክፈልጣ ክኽእል ኣለኒ ኦኬ ምስ ዓርከይ ተባኢሰ ኦኬ እሳ ምስ ዓርከይ ተባኢሰ ኢለ ይፅሕፋ ማለት እዩ እታ ክስታይ ምፀሓፍኩዋ ሕጂ ኦኬ እንታይ እንታይ ክንገብር ንኽእል ዋእ ሱቕ ኢለ ረጊጸ ክኸይድ እኽእል እየ ዋላስ ገዲፈዮ ክኸይድ ባዕሉ ይፈልጥ ገለ ክብል እየ ሓደ ባዕሉ ይፈልጥ ተይልና እንታይ መፍትሒ ድያ ንሳ ትሓስባ ማለት እዩ ድሕሪኡ ከዓ ምናልባሽ ሰብ ፀዊዐ ከዘራርቦ እየ ትብል ክልተ ሳልሳይ ገለ እቲ ፈተናታት ብሓፂሩ ሊስት ትገብር ማለት እዩ እቲ መፍትሒ ኢልካ ትሓስቦ ኣብቲ ዝኸፈስ እቲ ዝበለፀ ኢልካ ትሓስቦ ማለት እዩ ሕጂ መወዳእታ እታ ሓንቲ ዘላ ነቲ ሰብ ረኺብካ ብሓጺሩ ይቕረታ ኢልካ ወይ ገለ ምግዳፋ እያ ብሓጺሩ ሕጂ ንዓመት ክልተ ዓመት ካብ ጼርካያ ኮለል ትብልሲ ጀስት ፊኒሽ ኣብ መዓልቲ ትውዳእን ፅባሒቲ ቆፀራ ጌርካ ትውዳእ ዳሴት ብዛዕባኡ ምሕሳብ የለን ማለት እዩ እተዘይኮይኑ ግን ንግሆን ምሸትን እናሓሰብካያ ኣብ ዝረኣኻዮ ኣብ እንዳ ሻሂ ኣብ ቤት ቁርሲ ዝረኣኻዮ እንድሕር ብዛዕብኡ ትሓስብ ኮንካሲ ቬሪ ሳድ ዩ ኖ ብጣዕሚ እዩ ዘሕዝን ንነብስኻ ትጎድእ ኣለኻ ነቲ ሰብ እውን ትጎድኦ ኣለኻ ነቲ ከባቢኻ እውን ትጎድእ ኣለኻ ነቶም ምስኡ ዝኸዱ ሰባት ትፀልኦም ገለ ትገብር ብዙ ፕሊዝ ዶን ዱ ዳት ኦኬ ኣነ ሕጂ ንኣብነት ምስ ሓደ ዓርከይ ቁርብ ተኾራሪና ነርና ክላእ ንሱ ባዕሉ ይቕሬታ ይበለኒ ኢለ ነዊሕ እዋን ገይረ ማለት እዩ ዳርጋ ክልተ ዓመት ዝኸውን ረጊፀ ይኸይድ ማለት እዩ ኣብ እንዳ ሻሂ ረኽቦ ክላ በዓል ፈልጥ ገለ ኢለ ገዲፈ ይኸይድ ማለት እዩ ሕጂ ምስ ሓሰብክዎ እንተሪኢካዮስ ድኻም እዩ ድኻም እዩ ንሰብ ይቕሬታ ምባል ማለት ወይ ይቕረታ ግበረለይ ምባል ማለት ሲ ከምዚ ዓብ ነገር ጌርና ወይ ከዓ ከምዚ ታሕቲ ዝኾንካ ነብስኻ ጌርካ ትወስዶ ማለት እዩ ኣብ መወዳእታ ግን ነዚ ጨኪነ ወፅየ ማለት እዩ ኣነ በቃ ክረኽበካ ደልየ ኣለኹ ኢለ ከይዳ ኣብ እንዳ ሻሂ ኮፍ ኣቢለ ኣነ ተጋግየ ይቕሬታ እቲ ናተይ ጌጋ ኢኻ ትገብር ናይ ናይቲ ሰብ ጌጋ ክትዛረብ ከይትፍትን ማለት እዩ ስለዚ እቲ ዘሎ ነገርሲ መፍትሒ ምግባር እዩ ሕጂ ክልተ ዓመት ዓመት ዝወሰደ ነገርሲ እንታይ እቲ መኽሰቡ ካብዚ ሰብ እዚ ብዙሕ ነገር ክረብሕ ይኽእል ይኸውን ማለት እዩ ወይ እውን ንሱ እውን ካባይ ብዙሕ ነገር ክረብሕ ይኽእል ስለዚ ኣሕዋት ከምዚ ዓይነት ኣተሓሳስባ እንተልዩ ቅልጥፍ ኢልና ነቲ ነገር ወዲእና ቅድም ትሽግርና ምፍላጥ ትሽግርካ ምስ ፈለጥካ ከዓ ስታይ ኣንነት ኣይኮነን ኣንነት እዩ ናይ ሒዚ ንፀኒሑ ማለት እዩ ስለዚ ኣንነት ክንገብር የብልናን ንሕና እንስሳ ኣይኮናን ወይ ኣትክልቲ ይኮናን ንሕና ዝሓስብ ርእሲ ኣእምሮ ተዋሂብና ኣሎ ስለዚ እቲ ዝሓስብ ርእሲ ንትኽክለኛ ስራሕ ክነውዕሎ ክንክእል ኣለና ማለት እዩ ብዛዕባ ካልእና ብዛዕባ ካልእ ጉዳይና ንሓስብ ንዓቢ ከዓ ብካልእ ማለት እዩ ሕጂ ኣብታ መጽሓፍ ክኣትየ ብዛዕባ ተን ቀንዲ ነጥብታት ዝበሃላ ሓንቲ ሽግርካ ምፍላጥ ማለት እዩ እንታይ እታ ሽግር እታ ተጨንቐካ ደላ ሽግር ምፍላጣ ማለት እዩ ካልኣይ እንታይ ክትገብር ትኽእል ኣብታ ሽግር እንታይ ክትገብር ትኽእል እቲ ዝበለፀ ንስኻ ክትገብራ ትኽእል እንታይ እያ ሕጂ ንሳ ብከምኣ ክሳይ ክንርዳእ ኣለና ማለት እዩ እቲ ነጥቢ ማለት እዩ እቲ ዝኸፍኣ ነገር ከ እንታይ ክበጽሓካ ክእል ማለት እዩ ካብታ ሽግር እቲኣ እቲ ዝኸፍአ ነገር እንታይ ክመጽካ ዝኽእል ሓደ ነገር ሲ ዝኸፍእ በቃ ከምዚ እንድዮ ክብል ከምዚ እንድዮ ኸውን ገለ መሌታት ገለ እቲ ዝኸፈ ዝበሃል እንታይ እዩ ንእኑ ከዓ ምፍላጡ ማለት እዩ ትፈልጥ ድሕሪኡ ነቲ እንታይ ብሉ ብዛ ዓዲ ኤክስፐክት ኤክስፐክት ቤስት ፕሪፔር ፎር ወርስት ማለት እዩ ፅቡቕ ነገር ተመነ ፅቡቕ ነገር ከጋጥመካ ማለት እዩ ነቲ ሕማቕ ነገር ከዓ ተዳለወሉ ብሓፂሩ ከጋጥም ክእል ማለት እዩ ገለ ሰባት ኣለና ማለት እዩ ኣነ ካባይ ጀሚርኩም ብዛዕባ ናይ ሰብ ማለት እዩ ብዛዕባ ሰብ ብጣዕሚ ኢና ንፈር ከምዚ ክብለኒ ከምዚ ክኸውን እዩ ከምዚ ከምዚ ክርዳእ እዩ ገለ በጃኹም ብጣዕሚ ብጣዕሚ ብጣዕሚ ሃስያ እዩ ንርእስና ንኣእምሮና ኣተሓሳስባና ብጣዕሚ እዩ ዝቐትሎ እዚ ነገር እዚ ማለት እዩ ስለዚ ክነስተውዕል ኣለና ማለት እዩ ሰብ እንታይ ከም ዝሓሰበ ሓደ ምሳይ ተባእሰ እንድሕሪ ፍሽኽ ኢሉስ ብዛዕባ እዩ ዝስሕቕ ዘሎ ገለ ትብል ክትከይድ ከለኻ ገለ ድምፂ እንድሕሪ ገይሮም ይዛረቡ እንድሕሪ ልዮም በቃ ናተዮም ብዛዕባይ ንኣይ ኣልዒሎም እዮም ዝዛረቡ ዘለዉ ብጣዕሚ ክሳይ ዝገርም ነገር እዩ ድሓር ንሰባት ንፈርህ ማለት እዩ ንሰባት ሰባት እንታይ እዮም ክገብሩካ ዝኽእሉ ሰባት ንኣብነት እዛ ቪድዮ ገብር ኣለኹና ሕጂ ዋዕ ከምዚ እንድዩ ከምዚ እንድዩ ገለገለ ብጣዕሚ እየ ዝስከፍ ኣነ ንባዕለይ ሕጂ ዋእ ከምዚ እንድዮም ክብሉ ንገለ ንገለ ግን ክትብርቲ ክትብጥሶ ኣለካ ንሱ እንታይ እዮም ክገብሩ ዝኽእሉ መወዳእታ ሰባት እንታይ ክገብሩካ ክእሉ ከቃጽሉካ መጺኦም ኣብ ገዛኻ ብዝኾነ ብጣዕሚ ክስታይ ክንዓቢ ኣለና ማለት እዩ ክንበስል ኣለና ሰባት ማለት ሲ ፍኑው ነገር ክትገብር ወይ ከዓ ዘይ ባህርያዊ ነገር ወይ ባህልን ልምድን ዘየጥርየ ነገር ገለ ክትገብር ማለት ኣይኮንኩን ግን እቲ the right thing ክትገብር ኣለካ ናይስ ክትከውን ማለት ኣይኮነን the right thing እቲ ሓቂ ወይ ትክክለኛ ነገር ክትገብር ኣለካ ንሰብ ክትብድሎ ወይ ንክትዕምፆ ወይ ክትጉሕፅፆ የብልካን እንተኮይኑ ግን እንድሕሪ ሰብ ኣብቲ ዘለካዮ እንድሕሪ ሂወትካ ክሳይ ዝገብረካ ኮይኑ ብዙሕ ክስታይ ዘይምግዳስ ማለት እዩ ግዜካ ዘይምሃብ ኮይኑ ምኻድ ይሓይሽ መስለኒ ካልእ እንታይ ኣሎ ኣብነት ኣምፅዎቱ ፀሓፋይ ሓደ ውተሃደር ወተሃደር ኣብ ኣፍ ደገ ሞት ዘሎ ማለት እዩ ኣብ እምኒ ኮፍ ኢሉ ኣብቲ ውግእ ክኣቱስ ብሓፂሩ ናይ ሰከንድታት እዩ ክመውት እዩ ብሓፂሩ እቲ ውግእ ማለት እዩ ኣብቲ ውግእ ኣትዩ ኣሎ ማለት እዩ ኣብ ውግእ ኮይኑ ድሓስቦ ዝነበረ ሓሳባት እዩ ኣምፅዎ ማለት እዩ ንሱ ከዓ እንታይ ኢሉ ነዛ ዕለት እዚኣ ተተሓልፈኒ ነይራ ኢሉ ማለት እዩ ምስ ደቀይ መሕለፍክዎ እቲ ኣብ ባንክ ክሰርሕ ከለኩ ኮምፕሌን ዝገብሮ ዝነበርኩ መቋረፅኩ ገለ ይብል ማለት እዩ ሕጂ ብጣዕሚ እዩ ኣስተንቲኑ እቲ ወተሃደር ማለት እዩ ሕጂ ሕሰባ ንነብስካ ኣብቲ ውትህድርና ኣብቲ ቦታ ናይ ሞት ምስ በፃሕካ እንታይ ምገበርካ ንሳ ሓሓደ ግዜ ኣነ ብጣዕሚ እዩ ዝገርመኒ ማለት እዩ ሰባት ኣብዚ ኣብዚ ኣነ ዝነብረሉ ዘለኹ ዓዲ ንኣብነት ቴሌፎን ቴሌፎን ክኸፍሉ ከለዉ ሰላሳ ቅርሺ እንድሕር ነይራ ሰለስተ ቅርሺ ብላዕሊ እንድሕር ቻርጅ ገይሮሞ ወይ ቅርሺ እንድሕር ወሲኾምሎም ብጣዕሚ የንጸርጽሩ ብዛዕባኣ ከኣ ይጭነቑ ማለት እዩ ሰለስተ ቅርሺ ኣውፅእ እሞ ኣብ ወርሒ ሰለስተ ቅርሺ ዝያዳ ክፈል ነቲ ቴሌፎን ካምፓኒ ኣብ ዓመት ክንደይ ቅርሺ ተውፅእ ኣለካ ማለት እዩ ሰላሳ ሽዱሽተ ቅርሺ ዝኸውን ሓቀይ ምድማር ብዙሕ ኣይክእልን እየ ሰለስተ ብዓሰርተ ክልተ ሰለስተ ሽዱሽተ ሰላሳ ሽዱሽተ ሰላሳ ሽዱሽተ ቅርሺ እንታይ ሕማምካ ድርቢ ኣቢልካያ እንዴ ተኸይድ ሰላሳን ሽዱሽተን ኣቀዲምካ ከማን ክትከፍሎ ነይርካ ሰላሳን ሽዱሽተን ውሰዶ ድሕር ሕጂ ኣይትሕተተኒ ኢልካ ክትዓጽ ኣለካ ማለት እዩ ቅርሺ ወሲካ ኢልካ ተንጸርጽር እንድሕር ኮንካ ወይ ብዛዕባ ትሓስብ እንድሕር ኮንካ እዚኦም እንዳ ክሶ እንዳ ሻሂ እኮ ቅርሺ ወሲኮምላ ነታ ሓምሳ ሳንቲም ወይ ከለ ፕሊዝ ክፈላ ወይ ከዓ ኣልግስ ካብቲ ቦታ ማለት እዩ ብዛዕባ ከይትሕሰብ ማለት እዩ ስለዚ ኣነ ሕጂ ገለ ሰባት ይፈልጥ እዛ ናይ ዳንኪን ዶናሲ ቅርሽን ሓምሳን ነይራ ሕጂ ሓምሳ ወሲኹምላ ሓምሳ ሳንቲም ወሲኹምላ መን ገዲድካይ ናብ ዳንኪን ዶናት ክትከይድ ፕሊስ ስታይ ኣወይ ፍሮም ዩ እንድሕር ደይ እቲ ሓምሳ ሳንቲም ተማርረካ ኮይና ተጨንቐካ ኮይና ትሕምመካ እንድሕር ኮይና ኣልግስ ካባ ክትገብሮ ተቐዶ ነብስኻ ሒዝካያ ክትከይ ተቐዶ ተልግስ እንታይ ፀገም ኣለካ መወዳእታ ዓለም ድዩ ንሱ ቡና ኮብ ገዛኻ ሰሪሕካ ክትሰትዮ ትኽእል ኢኻ ማለት እዩ ስለዚ ብዝኸውን ደይከውን ክንጭነቕ የብልናን ዝብል እዩ ማለት እዩ እዚ ብዛዕባ ኤሌክትሪክ ድሕር ተቋሪፃ ሕጂ ኤሌክትሪክ መብራህቲ ድሕር ተቋሪፃ እንታይ እቲ ዝኸፈ ነገር ኤሌክትሪክ ተቋሪፃ ኣላ ኦኬ ሽግር እዩ ኦኬ እንኳዕ ሓጎሰና እኮ ይበሃል ኒ ኤሌክትሪክ ተቋሪፃ ኦኬ ተቋሪፃ ኣላ እንታይ እቲ መፍትሒ እንታይ ኢኻ ክትገብር ትኽእል ንስኻ ክትሓስብ ክትክእል ኣለካ ማለት እዩ እንታይ ክገብር ክእል ኣብ ልዕልያ ማለት እዩ እንታይ ክኸውን ክእል ማለት እዩ ቅድም ኤሌክትሪክ እያ ሽግር እንታይ ክመፀካ ክእል ዝኸፈ ነገር ዝኸፈ ናይ ኤሌክትሪክ እንታይ እዩ ፀልማት ወላ ቴሌፎን ቻርጅ ምጉዳል ዳሴት እንታይ ገብረካ ፀልማት ማለት እዩ ኣነ ሕጂ እንድዒ ብዙሕ ኣብ ናይ ዓድና ከመይ ከም ዝኾነ እቲ ኩነታት ክርድኦ ይክእል እየ ግን ኣብ ዓድና ኤሌክትሪክ እንድሕር ተቋሪጻ ክላ ስቕ ኢልካ እዚ ኤሌክትሪክ የለን ኤሌክትሪክ ስራሕ ከሊእና ገለ መሌታት ገለ እንታይ እዩ ብኤሌክትሪክ ዝስራሕ ኣብቲ ኣጉዶ ገዛሲ እንታይ እዩ ብኤሌክትሪክ ዝስራሕ ብዙሕ ነገር ክህሉ ይኽእል ከስተናዓቆ ኢለ ኣይኮንኩን ግን እንታይ ኢኻ ትሰርሕ ብኤሌክትሪክ መብራህቲ ሲ ለይቲ ሲ መን እዩ ዝሰርሕ ክንደይ ሰብ ዝሰርሑ ኣብ ንኣብነት ኣብቲ ከባቢና ገዛውትና ንርእዮሞ ግን እንታይ ይሰርሕ ሰብ ክንደይ ይሰርሕ ጥሓኒት ዘለዎ ሓደ ሰብኣይ ሓሊፍካ ገለመለ ዘሎ ገለ ማለት እዩ ንሱ ከእንተ ተማሪሩ ወይ ገለ እንተ ኢሉ ምናልባሽ ንሱ ድራር ዕለቱ መገዱ ስለ ዝዕጾ ክካል ክኸውን ይኽእል እዩ እንተዘይ ኮይኑ ግን ኤሌክትሪክ መብራህቲ እንድሕር ጠፍኡ ቴሌፎን ይጠፍእ መብራህቲ እውን ትጠፍእ ኣብቲ መብራህቲ ዝጠፍኣላ ከዓ ክንድቅስ ንኽእል ኢና ወይ ጋዝ ክንገብር ንኽእል ኢና ዕድሜና ሙሉእ ብመብራህቲ ብጋዝ ድሕር ዓቢኻ እዚ እንታይ ክኾነካ ዝኽእል እንታይ ከሸግረካ ዝኽእል ካልእ እቲ ዝኸፈስ እንታይ እዩ ደጨንቕ ነገር ንጥዕናኻ ዝትንክፍ ነገር ክትገብር የብልካን ብሓጺሩ ክትቅበሎ ጥራሕ ደለካ እቲ ሽግር እንታይ እዩ እንታይ ከ ክትገብር ትኽእል ጋዝ ድኻ ትገዝእ ጋዝ ገዚእካ ሳይ ትገብር ማለት እዩ ብጋዝ መፍትሒ ትገብር ማለት እዩ ካልእ ናይ ክዳውንቲ መሕፀቢ ማሽን ተበላሽያ ማለት እዩ ሕሰብዎ እሞ ናይ ማሕጸቢ ክዳውንቲ እንድሕር ተበላሽያ ሰሙን ክጸንሕ እያ ሓራይ ድሓን ወላ ወላ ወርሒ ትኹን ኣብዚ ወርሒ እዚስ እንታይ እያ ክጋጥመካ ዝኽእል እቲ ዝኸፍአ ነገር ብሰንኪ ንሳ ምብልሻዋሲ ምጭናቕ ኣይኮነን እንታይ ኢኻ እንት- እንታይ ኢኻ ክትከውን ትኽእል ንሳ እቲ ክትኮነ ትኽእል ዘለካ ትፈልጥ ክትክእል ኣለካ እንታይ ኢኻ ክትኮን ተኸቢዳ ተባሂላ ብኢድካ ክዳንካ ኣብ ሽቓቕ ዲኻ ኣብ ገለ ኣቲኻ ዲኻ ትሓጽብ ኢኻ ማለት እዩ ኣብ ጥስቲ ምጺእካ ማለት እዩ ስፖርት እዩ እንድሕር ኣስተውዒልናሉ ስፖርት እዩ ማልያ እንድሕር ሓፂበስ ማልያ ክዳውንትኻ ስለ ክሳይ ዘይኮነ ገለመለ ኢልካ ብዛዕባ እዛ ነገር እዚኣ ግን ክተማርርን ክትጭነቕን ከለካ ብጣዕሚ እዩ ዘህርቐንን ዘጉህየንን ምኽንያቱ ዕድመና ሙሉእ ብኢድና ሓፂብና ክሳይ ዝገበርናስ ሕጂ ኤሌክትሪክ ተጠፊኣ ወይ ከምዚ ኮይኑ እዚኦም ሰብ እዚኦም እዚኦም ከዓ ኣብ ገዛ ናይ ገዛ ክራይ ናይ ገለ ዝነብሩ እዚ ኣካራያይ ብጣዕሚ ጥዑይ ሰብ ኣይኮነን እዚ ክሳይ ማሽን ተበላሽዩ ዳርጋስ ክልተ መዓልቲ ገይሩሉ ኣንቶም ሰብ ዒስራን ገለን ዓመት ባዕልና ሓፂብና ክሳይ ገይርና ክዳውንትና ሓፂብና ክሳይ ዝገበርና ሲ Don't complain about it even ብዛዕብኡ ከይትሓስብ ከማን እዚ ነገር እዚ ኮይኑ ኢልካ ሳይ ክተማርር የብልካን ቴክ ኢት ኢዚ ጀስት ተቐበሎ ማለት እዩ ስለዚ እዚ ነገራት እዚ ክንፈልጦ ክንክእል ኣለና ክንርድኦ ኣለና ንምንታይ ኢና ንጭነቕ ብትኸውን ዘይኮኑ ኢና ንጨነቕ ኦረዲ ኣብ ዓድና ናትና ሽግር ናትና ፀገም ስለ ዘለና እቲ ጭንቀት ካልኣት ይኣኽለና ኣብዚ ዘይከውን ነገራት ግን ስቕ ኢልና ክነማርርን ክንጭነቕን የብልናን ማለት እዩ። ካልእ ብዛዕባ ዝኾነ ነገር ዝጭነቑ ሰባት ኣለዉ። ብዛዕባ ዝኾነ ነገር ደበና እንድሕሪ ፃዕዳ ኮይኑ ወፂኡ እንታይ ኮይኑ ፃዕዳ እዚ ደበና እንታይ ኮይኑ ፃዕዳ ኮይኑ ወይ ብጫ ኮይኑ ገለ መሌታት ዝብሉ ኣለዉ። ፕሊስ ካልእ ብምንታይ ይስሕቅ ኣለኹ ሓደ ዓርከይ ኣሎስ ዝኾን ነገር እንድሕር ኣጋጢሙሲ በቃ ብጣዕሚ ይጭነቕ ብዛዕባ ዝኾን ነገር ካብዚ ቴሌፎን ካብ ኣፉ ዝጅምራ ክሳብ ዝውድኣ ጭንቀት እዩ በቃ ሽግሩ ሽግር ፀገም ገለመለ እዩ ዝሕለፍ ንኣብነት ኣብ ቴሌፎን እናዕለልካዮ ከለኻ ኣብ መገዲ ዝኾነ እንድሕር ተጋጭዮም በቃ ካብ ማኪንኡ እዩ ወሩ ጠጠው ኢሉ ወሪዱ ይዕዘቦም ከምዚ ክገብሩ እኮ ነይርዎም እቲ ሰብሲ እቲ ፖሊስ ቀልጢፎም ክፅውዑ ነይርዎም ወላ ከምዚ ክገብሩ ነይርዎም ኢሉ ብዝምልከቶን ዘይምልከቶን ሃለውለው ይብል ማለት እዩ። ስለዚ እንታይ ኣእተወካ ኣብ ከምዚ ኩነታትዚ እንታይ ኣእተወካ ንኣኻ ዝምልከተካ ነገር ኣይኮነን ሕራይ ምሕጋዝ ኣይኮንኩን ጸሊኣ ነይ እዚ ሰብ እዚ ግን ኮምፕለይን እዩ ዝገብር ኣብኡ ኣብኡ ኮይኑስ ብዛዕባ እቲ ዲዛይን ዝነበረ እቲ ሓደጋ ከመይ ገይሩ ኣጋጢሙሲ ከምዚ ፊልሚ ገይሩ ክደግመልካ ይፍትን ማለት እዩ ነቲ ነገር ማለት እዩ ዘይነበሮ ዘይወዓሎ ማለት እዩ ብዛዕባ እቲ ኣብቲ ኩነታት ዘሎ ክገልጸልካ ይፍትን፣ ብዛዕባ እቲ ከባቢ ክገልጸልካ ይፍትን፣ ብዛዕባ እቲ ማኪና ቤን ክትመጽእ ነይርዋ ክገልጸልካ ይፍትን። ስለዚ እዚ ኣገዳሲ ኮይኑ ይስምዓኒ። ስለዚ ብዝኸውንን ዘይከውንን ክንጭነቕ የብልናን በሃላይ እየ ማለት እዩ ኣነ። እዚ እዩ ከዓ እቲ ዝብል እቲ ፀሓፋይ ማለት እዩ። እንታይ እዩ እቲ ዝኸፍአ ነገር እንታይ ከጋጥም ይኽእል? ንኣኻ ትምልከተካ በቃ እታ መገድኻ ፀሪግካ ምኻድ ማለት እዩ። ዝሕገዝ ተልዩ ሓግዝ ኦከ ኦፍኮርስ ዝኾነ ሓገዝ ክትገብረሉ ትኽእል ነገራት ተልዩ ወይ ሰብ ተሃሪሙ እንተልዩ ወይ ገለ እንተልዩ ክትሕግዝ ሰናይ ነገር እዩ ብዛዕቡ ኮምፕሌን ክትገብር ግን ገበን እዩ ማለት እዩ ካልእ እዚ ቀሊል ነገራት ንሓስብ ማለት እዩ ቀሊል ነገራት ክስታይ ማለት እቲ ናይ ወታሃደር ኣብነት ይህብ እዩ ካልእ እንታይ ኣሎ ንኣብነት ንሕና ሲ ብዙሓት ኣሕዋትና ማለት እዩ ኣብ ሊብያ ድዩ ኣብ ፀቢብ ቦታ ተኣሲሮም ክሸኑ ዘይክእሉ ክበልዑ ዘይክእሉ ከም ድለዮም ሓሳባቶም ከካፍሉ ዘይክእሉሉ ቦታታት ኣትዮም ኣብ ፀቢብ ኩነታት ከለውስ ንስኻ እንታይ ኮንካ ኢኻ ተማር እንታይ ኮንካ ኢኻ ትጉሂ እንታይ ኮንካ ኢኻ ትጭነቕ እቲ ካልእ ሰብ እኮ ልክዕ ከማኻ ሰብ እኮ እዩ ንሱ ንስኻ ኣብዚ ስለ ዘለኻ ንሱ ኣብ ካልእ ዓዲ ስለ ዘሎ ጥራሕ እዩ እቲ ኣጋጣሚ ኣጋጢሙ ማለት እዩ ገሊኦም ከ ኣለዉ ኣብ እስሪ ቤት ኣብቲ ጫፍ ናይ እስሪ ቤት ኣትዮም እታ ሞት ተመንዮም ክረኽብዋ ዘይከኣሉ ሰባት እውን ኣለዉ ብግፍዕን ብዓመጽን ብገለን ክሳይ ኮይኖም መሰሎም ተጋሂሱ ኩሉ ነገራት ኮይኑስ እታ ሞትሲ ከም ሽሻይ ገይሮም ዝወስድዋ ወይ ዝጽበይዋ ሰባት ከም ዘለዉ ውን ክትፈልጥ ክትክእል ኣለካ ማለት እዩ። ስለዚ እዚ ነገራት እዚ እናሃለወ እዚ ነገራት እዚ እናኾነ ንስኻ በዚ ዘለኻዮ ነገር ተመስገን ክትብል ክትገል ኣለካ ተስተውዕል ክትገል ኣለካ እንታይ እንታይ ስለ ዝጎደለካ እዩ ንስኻ ወርሒ ወላ ደገ ከይድ እሞ ሕደር ከም ድላይካ እንተወሓደ ናፅነት ነዛ ነብስኻ ሒዝካያ ከማን ኣብ በረኻ ክትድቅስ ትኽእል ኢኻ እዞም ሰባት እዚኦም ግን ንህይወት ንምንባር ከቢልዎም ኣብ ፀቢብ ቦታ ንምብላዕ ድብላዕ ድስተ ስኢኖም ብሓንጎሎም ተፃዊቶምሎም በተሓሳስቦኦም ብሞራሎም ስምዒታቶም ብኩልንትንኦም ተበዲሎም ከለዉ እናመከቱ እናነበሩ ከለዉስ ንስኻ ኣብዚ ዝበለጸ ቦታ ኮይንካ ብዛዕባ ናይ ምንባር ናይ ገለመለ ክተማርር ከለኻ እዚ ዔብ this is very too much you know በዛ ሰዓት እዚኣ ንስኻ ኣነ ንኣኻ ክዛረበካ ከለኹ ኣብዛ ሰዓት እዚኣ ኣብ ሓደ ኣፍ ደገ ናይ ባሕሪ ወይ ከዓ ኣብ ውሽጢ ባሕሪ ጃልብኡ ተገምጢላቶ ወይ ከዓ መርከቡ ክስታይ ኣብ ኣፍ ደገ ሞት በፂሑ ዘሎ ሰብ ከም ዘሎ ክትርዳእ ክትክእል ኣለካ ምክንያቱ እስኻ ስለ ዘይረኣኻዮ ስለ ዘይኮንካዮ በዚ ዘለካ ንኣሽ ነገራት ተማርር ኣለኻ ግን በቲ ነታ ትንፋስ ነታ ሂወቱ ከትሕና ካብታ ባሕሪ ክንደይ ህልኽ ዝብል ሰብ ከም ዘሎ ክትፈልጥ ኣለካ በዛ ሰከንድ እዚኣ ብጣዕሚ ኣብ ስምዒት ኣዳዋቱ ከምዚ ነገራት እዚ ማለት እዩ ስለዚ ብዙሕ ክንጭነቕ የብልናን ንኽብል ኢለ ክንጭነቕ የብልናን ክነስተውዕል ኣለና ምክንያቱ እቲ ከባቢና እዚ ንሕና ፅቡቕ ኣለና ማለት እቲ ካልእ ፅቡቕ ኣሎ ማለት ጌርና ክንወስዶ የብልናን ማለት እዩ ካልእ ሰብ እውን ሰሪሑ ንደቁ እኹል መግቢ ስለ ዘየርኸበ ኣብ ኣፍ ደገ ናይ ገዝኡ ኮፍ ኢሉ ሓፊሩ ርእሱ ኣድኒኑ ኮፍ ዝበለ ሰብኣይ ወይ ከኣ ሓው ከም ዘሎ ውን ክትፈልጥ ኣለካ ክትክእል ኣለካ ማለት እዩ። መግቢ ዕለት ስኢኖም ማለት እዩ። እዚ የለን ክትብል እንድሕር ኮንካ ሰርች ግበር ጉግል ግበር ክንደይ ሰብ ሂወታ ኣብ ኣፍ ደገ ሞት በጺሓ ኣላ ማለት እዩ። ብላዕሊ ይኹን ብታሕቲ ይኹን ኣላዪ ዘይብላ ሰብ ኣላ ማለት እዩ። ስለዚ ንስኻ ንምንታይ ኢኻ ሕጂ ትጭነቕ ዘለኻ? ንምንታይ ኢኻ ተማርር ዘለኻ? ኩሉ ግዜ ተማርር እንድሕር ኮንካ ከኣ ኣብ ሽግር ክትኣቱ ኢኻ ናይ ግድን እዩ። ምክንያቱ በቲ ዘለካ ተመስገን ዘይትብል እንድሕር ኮንካ በዚ በዚ ሰዓት እዚ በዛ ሰከንድ እዚኣ ሲ ንስኻ ኣነ ንስኻን ኮፍ ኢልና ንዕልለሉ ወይ ንዛረበሉ ዘለና ሰዓት ወይ ሰከንድ ካብ ዓራቱ ምትሳእ ስኢኑ ኣብ ሆስፒታል ተደርብዩ ነዛ ሞት ብቃንዛ ዝኣክል ደንጉያቶ ዘዕገርግር ሰብ እውን ኣሎ እዩ ወይ እውን ነዛ ዕድል እዚኣ እንተትወሃበኒ ነይራ ህይወተይ ሙሉእ ንእግዚኣብሔር እናመስገንኩ ምነበርኩ ወይ ከዓ ዘለኒ ንብረት ኩሉ ምሸጥኩ ወይ ምሃብኩ ዝብል ሰብ እውን ኣሎ እዩ ነዚ እውን ክትርዳእ ክትክእል ኣለካ በዛ ሰከንድ እዚኣ እዚኣ ካብ ዓራት ሕጂ ቀትሪ ናባና ካብ ዓራት ተስ ንሕና ተሲእና ንጎ ኮይኑ ዕድለኛታት ኮይና ተሲእና ኣብዚ ዓለም ዝመፅና ንዛረብ ኣለና ማለት እዩ ካልእ ሰብ ግን ኣብኣ ከሎ እቲ ዓራት ዝነቐፀ ሰብ እውን ኣሎ እዩ ንስኻ ትፈልጦም እውን ኣለዉ ንስኺ ትፈልጥዮም እውን ኣለዉ ብዙሓት ሽግራት ዘጋጥሙ ማለት እዩ ክንደይ ደቂ ኣንስትዮ ምስ ዘይደልዮ ብሓይሊ ተዓሚፀን ተበዲለን ኣብ ከብደን ድቂ ሒዘን ዝነብራ እውን ኣለዋ እየን ንስኺ ግን ኣብዚ ኮፍ ኢልኪ ትሪኦ ኣለኺ ቪድዮ ማለት እዩ ወይ ትሪኦ ኣለኻ ሓው ማለት እዩ ስለዚ ክነስተውዕል ክንክእል ኣለና በቲ ዘለና ህያብ ተመስገን ክንብል ኣለና እቲ ዘለና ዕድላት ተመስገን ክንብል ኣለና ማለት እዩ ንኣምላኽ እንኳዕ ኣብ ካልእ ሽግር ዘየተማና ኢልና ዝተመስገን ክንብል ኣለና ዝኾነ ኣይትጨነቑ ኣይትሕሰቡ ወይ ገለገለ ኣይኮነን ግን ቶታሊ ዘየድሊ ጭንቀታት ክተብዝሕ የብልካ ነቲ ሽግራት ቅድም ፈሊጥካ ሓቂ ሓሽ እታ መፅሓፍ ገዲፈያ ንባዕለይ ክሰብኽ ጀሚረ ኣለኹ ብዝኾነ እዚ ክብል ኢለ እየ ማለት እዩ ኣሕዋት ኣብ ዘለኹሞ ኣሓት ኣሓት ንኹላትኩም ማለት እያ ሕጂ ንጓል ንወዲ ንኣቦ ንውላድ ንህፃን ንኣደ ንኩሉ ክሳይ ዝብለሉ ማለት እዩ ስለዚ ኩላትና ብዝኸውንን ዘይከውንን ብዙሕ ክንጭነቕ የብልናን ክነመስግን ከኣ ክንክእል ኣለና። ኣብ መወዳእታ እዚ ኩሉ ንጭነቁ ንሓስቦ ገለገለ ኣብ መወዳእታስ ብሓጺሩ ገዛ ሰሪሕና ንእሽተ ማኪና ገዚእና በቃ ንሳያ እታ ህይወት ገለ ሰብ ሕጂ ናይ ኦኬ ወዲ ሱሳ ዓመት ወይ ወዲ ኣርባዓ ዓመት ንድሕር ኮይኑሲ ሞርገጅ ገዚኡ ገዛስ ንሰላሳ ዓመት ይኸፍል ወዲ ሰማንያ ዓመት ከሎ በቃ ኣብታ ዝወዳላ ሰማንያ ዓመት እታ ገዛ ትቕፈል ማለት እዩ እዚ እዚ ኩሉ ጻዕርና እዚ ኩሉ ድኻምና እዚ ኩሉ ጉዕዞና እዚ ኩሉ ጭንቀትናስ ነዚኣ እዩ ነዛ ገዛ ገዚእካ ነዛ ማኪና ካሮላ ምግዛእ እዩ ስለዚ ብኣቨረጅ ዝኾነ ሰብ ገዛን ማኪናን እዩ ዝገዝእ ኣብ መወዳእታ ኣቨረጅ ማለት እዩ እቲ ዝበዝሐ ሰብ ማለት እዩ እቶም ውሑዳት ንሚልዮነራት ዝኾኑ ካልእ ትኮሱ ንሶም ኣምላኽ ይባርኮም ይኺዱ ንሶም ማለት እዩ ንሕና ግን እቲ ዝበዝሐ ሰብ ግን ንሕና ኢንክሉድ ገብር ኣለኹ ግን ክሃድም እያ ነውን ብዝኾነ እቲ ኣብቲ ዝበለፀ ቦታ ክንበፅሕ እታ ዝበለፀት ናትና ኣብ ገዛን ኣብ ማኪናን ጌርካ በቃ ዝተኸፍለ ገዛ ዝተኸፍለት ማኪናን መሓዝ እዩ እቲ ኩሉ ጉዕዞና ጉያና ማለት እዩ ካልእ ክግበር ይኽእል እዩ ግን ኣነ ከም ኣብነት የነግረኩም ዘለኹ ማለት እዩ ሕጂ ኣብዚኣ እንድሕር ኮይና ሲ ሚልዮን እንድሕር ኮይና ወይ ከኣ ሓምሽተ ሚእቲ ሽሕ እንድሕር ኮይና መወዳእታና ጉዕዞና ሲ እንታይ እያ እታ ክስታይ እዚ ኩሉ ሽግራት ጭንቅታት ገለመለ ዘሕለፍናያ ነዚኣ እያ በሉ ከዘኻኽረኩም ሓንቲ ሕጂ ብዚኣ ሰዓት እዚኣ ንስኻ ንስኺ ዋትኤቨር ኣብኡ ዘለኻ ማለት እዩ ነዚኣ ቪድዮ ትርኢ ዘለኻ እዘን ክልተ ዓይንኻ ክነውፅአን ክልተ ሚልዮን ክንበካ እንተድብልውኻ መሃብክዮም መሃብክዮም ኣይናብዮም መስለኒ ምናልባሽ ፍሉይ ጭካነ ሊኪ ወይ ኣለካ ኮይንካ ካልእ ዘረባ እዩ ክልተ እግርኻ ክንቆርፀካ ሚልዮን ክነበካ እንተዝብልኻ መሃብከ ኖ ክልተ ኢድካ ክንቆርፀካ ሚልዮን ክንበካ እንተኢሎም ከዓ ኣይትህቡ እንታይ ክብል ደልየ ኦረዲ ሚልዮነር ሚልዮነር ኢኻ ስኻ ማለት እዩ በዚያ ዘለኻያስ ሚልዮነር ኢኻ ክልተ ዕንትኻ ኣለካ ሚልዮናት ዝቁፀር ብሚልዮናት ዘይትመን ክልተ እዳዋ ኣለካ ብሚልዮናት ዘይትመን ጥዕና ኣለካ ብሚልዮናት ዘይትመን ኣእጋር ኣለካ ብሚልዮናት ዘይትመን ኩሊት ልቢ ገለመለ እዚ ኩሉ መሕሰቦ ሚልዮነር ኢኻ ስኻ ኣለኻ ማለት እዩ ስለዚ ነቲ ዘለካ ህያብ ተመስገን ኢልካ ነቲ ዘለካ ክትርእዮን ክጥምቶን ክትክእል ኣለካ ማለት እዩ ንስኻ ወረዲ ሚልዮነር ኢኻ ዝኾነን ዘይከውንን ኣይትጨነ እዚኣ ወዳሓንኩም ምናልባሽ ገሊፀ ደ ፅቡ ገይረ ኣይገለፅክዎን ኣምላኽ ዋኑ ማለት እቲ ጸሓፋይ ከይቐየመለይ ብዝኾነ ኣብ ቀጻሊ ጽቡቅ ገይረ ክገልጻ ክፍትን እየ ወይ ውን ካልእ ብኻልእ መደባት ክሳብ ንራኸብ እዚኣ ኣይትረስዑ እዚኣ ኣይትግበሩ ላይክ ን ሳብስክራይብ እንድሕር ጌርኩም ዝያዳ መዓልታዊ ደይኮነስ ኣብ ሰሙናዊ ድዩ ገለ እዚ ከምዚ ጠቓሚ ዝበልክዎ መጽሓፍቲ ወይ ገለ ዘንበብክዎ ሼር ክገብር እየ ኣይትጥፍኡ ሰላም ኣብ ዘዘለኹሞ ቅሳነትን ፍቕርን ይሃብኩም ጥዕና ከኣ እታ ዝዓበየት ማለት እዩ ቻው